ሰላም ጥዕና ይሃበለይ ክቡራትን ፍትዋትን ተኸታተልቲ መደብ ሳባውያን ስፖርት ሎማዓንቲውን ብብርክት ዝበሉ ሓደሽቲ ስፖርታዊ ጸብጸባት ተመሊስና ኣለና ኣብ ናይ ሎማዓንቲ ምድራውና ብርክት ዝበሉ ሓደሽቲ ስፖርታዊ ሓበሬታ ናባኹም ክነብል ኢና ብፍላይ ድማ ፅዋዕ ኣፍሪካ ተቓሪቡ ይርከብ። ምፅዋዕ ኣፍሪካ ተታሒዙ ከቢድ መሓሰይቲ ዝገጥመን ጋንታታት ፕሪሚየር ሊግ ዓዲ እንግሊዝ መነ መን እየን ዝብል ስፍሕ ዝበለ ሓበሬታ ናባኹም ክነብል ኢና። ኮኾብ ተፃዋታይ ካሜሩን ዝነበረ ሳሙኤል ኤቶ ዝፈፀሞ ኣዝዩ ዘሕፍር ዘሕዝን ተግባር እውን ኣብ ምድላውና ክትረኽብዎ ኢኹም። ብኻሊእ ወገን ድማ ኣሰልጣን ጋንታ ሪያል ማድሪድ ኣብ ሓደጋ ምስንባት በፂሑ ይርከብ። ዣቪ ኣሎንሶ መፂኡ ኣብ ከቢድ ሓደጋ ከም ዝወደቐ'ዩ እንዳተጠቐሰ ዝርከብ። ምስ ሊቨርፑል፣ ኣርሴናል ምስ ዝተፈላለዩ ጋንታታት ፕሪምየር ሊግ ዓዲ እንግሊዝ ተተሓሒዙ ዝተሰምዑ ሓደሽቲ ሓበሬታ ኣብ ምድላውና ናባኹም እነቕርቦም ዝርዝር ጸብጻባት ክህሉና እዮም። ሓቢርኩምና ጽንሑ። ናይ ሓደ ሰሙን ዕድመ ዝተረፎ ጽዋዕ ኣፍሪካ ንብርክት ዝበሉ ክለባት እንግሊዝ ስግኣት ኮይኑ ይርከብ። ብርክት ዝበለ ተፃወቲ ዝስእና ጋንታታት ፕሪምየር ሊግ ዓዲ እንግሊዝ ብኣግኡ ንጽዋዕ ኣፍሪቃ ብስግኣት እንዳተኸታተሎ ይርከባ። ብኣንጻሩ ድማ ምንም ዓይነት ተፃዋቲ ዘይኸስራ ጋንታታት እንግሊዝ ድማ ነዚ ዕድል እዚ ንምጥቃም ኣብ ጽቡቅ ቁመና ከም ዘለዋ እዩ እንዳተገለጸ ዝርከብ። ብፍላይ ለንደናውያን ክለብ ዝኾና ኣርሴናል ቼልሲን ሓዊሱ ሊድስ ዝኾነ ይኹን ተፃዋታይ ናብ ፅዋዕ ኣፍሪካ ተፃዋታይ ዝሰዳ ጋንታ ምዃነን ዝተገለፀ እንትኸውን ብኣንፃሩ ድማ ሰንደርላንድን ወልቭስን ድማ ብርክት ዝበለ ተፃወቲ ብምልኣኽ ከቢድ መሓሰይ ትገጥመን ከምዘኽ እንዳጠቐሰ ይርከብ። ፕሪሚየር ሊግ ዓዲ እንግሊዝ ካብ ዝጅምር ምንም ዓይነት ዓወት ዘያመዝገበት ወልቭስ ተፃወቲ ብበዝሒ ብምልኣኻ ድማ ቀፃሊ ውፅኢታ ኣብ ከቢድ ሓደጋ ናይ ምውዳቕ ዕድል ከምዘለዎ እንዳተገለፀ ይርከብ። ብፖርቹጋላዊ ኣሰልጣኒ ሩወን ኣመሪም እንዳተመርሐት ኣብ ከቢድ ናይ ውፅኢት ቅልውላው እትርከብ ማንቸስተር ዩናይትድ ሰለስተ ተፃወቲ ናብ ፅዋዕ ኣፍሪካ ክትልእክ ክትግደድ እያ። ብፍላይ ድማ ኣብ መስመር መጥቃዕ ዝስለፍ ሓድሽ ፈራሚ እያ ካሜሮናዊ ብሪያን ሙቤሞ። ምስ ብሪያን ሙቤሞ ፅቡቅ ቁመና ወይ ከዓ ኣሰላልፋ ዝፈጠረ ኣይቮሪኮስያዊ ኣማድ ዲያሎን ኣብ ምክልኻል መስመር ዝስለፍ ሞሮካዊ ማዝራዊ ማንቸስተር ዩናይትድ ለቒቖም ናብ ፅዋዕ ኣፍሪቃ ካብ ዘምርሑ ብሩሳት ተፃወቲ እታ ጋንታ ምዃኖም እውን ተገሊጹሉ። በዚ መንፅር ማንቸስተር ዩናይትድ ካብ ዘለቶ ከቢድ ውፅኢት ቅልውላብ ብተወሳኺ ነዞም ተፃወቲ ብምስኣና ካሊእ ከቢድ ኪሳራ ገጥማ ከም ዝኽእል እንዳተገለፀ ይርከብ። ኣብዚ ዓመት እዚ ናብ ፕሪምየር ሊግ ዝደየበትን ካብ ትፅቢት ወፃኢ ብዝኾነ መልክዑ ኣብ ፕሪምየር ሊግ ትደምቕ ዘላ ሰንደርላንድ ሸውዓተ ተጫወቲ ክትሰድድ ምዃና ዝተገለፀ እንትኸውን በዚ ምኽንያት ቀፃሊ ጉዕዞኣ ዓቐብ ክኾና ከም ዝኽእል እውን እንዳተጠቐሰ ይርከብ። ብግጥም ፕሪምየር ሊግ ዓዲ እንግሊዝ ብዘይ ዝኾነ ዓወት ኣብ መወዳእታ ደረጃ ተሰሊፋ እትርከብ ወልቭስ ድሕሪ ሰንደርላንድ ብርከት ዝበለ ተፃወቲ ብምስዳድ ኣብ ካልኣይ ደረጃ ተሰሊፋ ትርከብ። ሓሙሽተ ተፃወቲ ኣብ መሮኮ ኣብ ዝካየድ ፅዋዕ ኣፍሪካ ብምውፍናው ዝኸፍአ ውፅኢት እንግዲህ ትጽቢት ይግበረላ። ብራይተን ብወገና ውቅዒት ልቢ እታ ጋንታ ዝኾነ ብሉጽ ተጻዋታይ ማእኸል ካርሎስ ባሌባ ብምስኣን ድማ ከቢድ ኪሳራ ገጥማ ትጽቢት ይግበረላ። በርንሌ እውን ሰለስተ ተጻወቲ ናብ ኣፍሪካ ብምፍናው ካሊእ ከቢድ ኪሳራ ዝገጥማ ጋንታ እንክትኸውን ተላ ክሪስታል ፓላስ ድማ ሴኔጋላዊ ንዝኾነ ኤስሚኤል ሳርን ሞሮካዊ ንዝኾነ ቻድ ሪያድ ናብ ኣፍሪካ ፅዋዕ ክትልእኽ ክትግደድ እያ። ኤቨርተን እውን ብሰንኪ ግጥማት ፅዋዕ ኣፍሪቃ ክልተ ወሰንቲ ተፃወቲ ብሰንኪ ሴኔጋል ክትስእን እያ። ሊማን ኒዴዴን ኤድሪስ ጌን እውን ብተመሳሳሊ ካብ ኤቨርተን ዝለቁ ተፃወቲ ምዃኖም ተጠቒሱ ኣሎ። ፉልሃም ብተመሳሳሊ ክልተ ወሰንቲ ተፃወቲ ክትስእን እያ። ኣብ ዝሓለፉ ኩሎም ግጥማት ፕሪሚየር ሊግ ዓዲ እንግሊዝ ዘሰለፈቶም ክልተ ናይጀርያውያን ኣብ ግጥም ጽዋዕ ኣፍሪቃ ንምስዳድ ክትግደድ እያ። ናይጀርያዊ ኣሌክስ ኢዌብን ናይጀርያዊ ካልቪን ባቲን ናብ ሞሮኮ ካብ ፉልሃም ዝለቁ ክለባት ምዃኖም ተጠቒሱ ኣሎ። ማንቸስተር ሲቲ ብተመሳሳሊ ኣብ ሞሮኮ ብዝካየድ ጽዋዕ ኣፍሪካ ካብ እትኸስር ጋንታ ፕሪምየር ሊግ ዓዲ እንግሊዝ እታ ሓንቲ እንትትከውን ተላ ብሉጽ ኣጥቃዒ እታ ጋንታ ዝኾነ ግብጻዊ ኣጥቃዒ ኦማር ማርሙሽ ናብ ግጥም ኣፍሪቃ ከምርሕ ምዃኑ ተገሊጹ ኣሎ። ኣልጀርያዊ ናይ ጸጋ መስመር ተኸላኻሊ ዝኾነ ሪያን ኣይት ኑሪ እውን ብተመሳሳሊ ናብ ሞሮኮ ንሲቲ ሓዲጎም ካብ ዝኸዱ ተጻወቲ እቲ ሓደ እዩ። ሊቨርፑል ኣብ ከቢድ ቅልውላው ውጽኢት ኮይና ንዋና ኮኸብ ተጻዋቲኣ ዝኾነ ሞሓመድ ሳላህ ክትለቅቕ ክትግደድ እያ። ርግጽ ሊቨርፑል ብዘይ ሞሓመድ ሳላህ ዝግበሩ ግጥማት ክትለማመድ ዝቐነየት ትመስል። ኣብ ዝሓለፉ ኣርባዕተ ግጥማት ንሳላህ እንከያሰለፈት ናብ ሜዳ ክትወርድ ክኢላ እያ። በዚ ምክንያት ምስ ሳላህ ኣብ ከቢድ ውጥጥ ምእታዋ ዝፍለጥ እንትኸውን ብኣንጻሩ ግን ሊቨርፑል ንሳላህ ናብ ተቐያሪ ወንበር ምውራዳ ኣርባዕተ ጸዋታ ብዘይ ስዕረት ክትቅጽል ክኢላ እያ። ሕሉፍ ውጽኢታ እውን ብርክት ዝበሉ ስዕረታት እንግድ ዝጸንሐት ሊቨርፑል፣ ሳላህ ናብ ጽዋዕ ኣፍሪቃ ብምኻዱ ከምተን ካልኦት ጋንታታት ብዙሕ ኪሳራ ክትእንግድ ከምዘይትኽእል እንዳተጠቐሰ ይርከብ። ብተመሳሳሊ ከም ሊቨርፑል ኣስቶን ቪላን በርነማውዝ ብተመሳሳሊ ሓደ ሓደ ተጻወቲ ክስእና እየን። ታሕሳስ ዕስራን ሓደን ክልተ ሽሕን ዕስራን ሓሙሽተን ጀሚሩ ዓሰርተ ሸሞንተ ጥሪ ክልተ ሽሕን ዕስራን ሽዱሽተን ብኣቆጻጽራ ምዕራባውያን ዝዛዘም ጽዋዕ ኣፍሪቃ መን ክዕወት እዩ? ኣብ ፕሪምየር ሊግ ከ መን ብዝለዓለ ደረጃ ክትከስር እያ? ኣብ ኮሜንት ኣካፍሉና። ኮኾብ ተጻዋታይ ጋንታ ማንቸስተር ሲቲ ዝኾነ ኤርሊንግ ብራውት ሃላንድ ዝበዝሐ ግዜኡ ኩዕሶ ብምርኣይ ከም ዘሕልፍ ገሊጹ። ኣነ ምሉእ ህይወተይ ኩዕሶ እዩ ክብል ዝገልጽ ኤርሊንግ ብራውት ሃላንድ ዝመርጾ ዝኾነ ይኹን ጸዋታ የለን፣ ሕድሕድ ግጥም ፕሪምየር ሊግ እንግሊዝ ኮፍ ኢለ እየ ዝዕዘብ ክብል ጠቒሱ ኣሎ። ሓደ መዓልቲ ምስ በዓልቲ ገዛይ ኮፍ ኢልና ድራር እንዳበላዕና ናይ ዌስትሃምን ማንቸስተር ዩናይትድን ጨዋታ ምስ ጀመረ ንዕናይ ኩዕሾ እንዳረኣና ምግብና ንብላዕ ክብል ሓቲተያ። ንሳ እውን ብዘረባይ ተቖጢዓ ኩሉ ሻዕ ዲና ኩዕሶ እግሪ ሕዝስ ዓሪፍና እባ ድራርና ንብላዕ ክትብል ትቑጣዕ። ኣብዚ ዘለና እኮ ሳላ ኩዕሶ እግሪ እዩ። ንኩዕሶ እግሪ ክንደፍእ ኣይግበእናን። ብዘይ ኩዕሶ ኣነ እስኺ ኣብዚ ኣይምሃለናን ክብል ምላሽ ሂበያ። ስለዚ ኩሉ ሻዕ ኣብ ኩዕሶ እዩ ህይወተይ ክብል ዝመርጾ ኩዕሶ ከምዘየለ ጠቒሱሉ። ኣንጻር ክለብ ብሩዥ ክልተ ወሰንቲ ጎላት ንኣርሴናል ዘመዝገበ እንግሊዛዊ ኑኑ ማዱኬ ናይ ሰሙን እዚ ናይ ኤውሮፓ ቻምፒየንስ ሊግ ብሉስ ተጻዋታይ ተባሂሉ ተመሪጹ። ብመጉዳእቲ ንንውሕ ዝበሉ እዋናት ካብ ሜዳ ርሒቑ ዝጸንሐ ኑኑ ማዱኬ ኣብዚ ሕዚ እዋን ናብ ጸዋታ ቀልቀል እንዳበለ ብሉጽነቱ እንዳመስከረ ይርከብ። ብፍላይ ጋንታኡ ካብ ሜዳ ወጻኢ ኣብ መድረኽ ቻምፒየንስ ሊግ ኣንጻር ክለብ ብሩዥ ኣብ ዘካየደቶ ጸዋታ ኣዝየን ክልተ ብሉጻት ጎላት ብምምዝ ጋቢ ብሉጽ ተጻዋታይ እዚ ሰሙን እዚ ተባሂሉ ኣሎ። ዘሐዝንን ዘሐፍር ተግባር ሳሙኤል ኤቶ ናባኹም ክነብል ኣብ ሃገራዊ ጋንታ ካሜሮን ዝፃወት ቪኒሴት ኣቡበከር ንሃገሩ ዘመዝገቦም ቁፅርታት ናብ 48 ክብ ብምባሉ ሳሙኤል ኤቶ ሪከርደይ ክስበር እዩ ብዝብል ስግኣት ኣሰልጣኒ ጋንታ ካሜሮን ንቪኒሴት ኣቡበከር ናብ ፅዋዕ ኣፍሪካ ፃውዒት ዋላ እኳ እንተገበረሉ ሳሙኤል ኤቶ ብቁልጡፍ ቪኒሴት ኣቡበከር ካብቲ ጋንታ ክእለ ትእዛዝ ብምሃቡ ካብቲ ጋንታ ከም ዝተኣለየ ተገሊጹ ኣሎ። ኣብ ባርሴሎና ኢንተር ሚላንን ቸልስን ክደምቕ ዝኸኣለ ሳሙኤል ኤቶ ንሃገሩ 56 ጎላት ብምቑጻር ሪከርድ ወኒኑ ዝርከብ እንትኸውን 48 ጎል ብምእታው ዝኽተሎ ዘሎ ቬኒሰታ ኣቡበከር ሃገሩ ኣብዚ ዓመት እዚ ኣብ ጽዋዕ ኣፍሪቃ ኣብ እትገብሮ ግጥም ተጸዊዑ ንሃገሩ ከገልግል ክመጽእ ዋላ እኳ እንተወሰነ ብትእዛዝ ሳሙኤል ኤቶ ካብ ጋንታ ካሜሮን ክእለ ከም ዝኸኣለ ሴንትራል ኣፍሪካን ዘሰን ዝዘርግሕዎ ሓበሬታ የመላኽት። ኣብ ፊንላንድ ታሪካዊ ክለብ ምዃኑ ዝተነገረሉ ሃካ ዝተብሃለ ጋንታ ይወዳደረሉ ካብ ዘሎ ሊግ ምውራዱ ስዒቡ ደገፍቲ እታ ጋንታ ነቲ ስታድየም ብሓዊ ከም ዘቃጽልዎ ተገሊጹ። ሰለስተ ዕሸላት ምዃኖም ዝተነገረሎም ደገፍቲ እታ ጋንታ ጋንታኦም ብዘይተሓሰበ መልክዑ ካብቲ ሊግ ምውራዳ ብምቁጣም ነቲ ስታድየም ከም ዘቃጸልዎ እዮም ጸብጻባት ዝጠቐሱ። ጉዳይ ኮንትራት ቪኒሽስ ጁነር ሕዚ እውን ኣብ ከቢድ ውጥጣት እዩ ቀፂሉ ይርከብ። ሪያል ማድሪድ ሓድሽ ውሳነ እውን ኣሕሊፋ ትርከብ። ድሕሪ ሕዚ ንቪኒሽስ ጁነር ዝቐርብ ሓድሽ መናውሒ ኮንትራት የለን። በቲ ናይ ቅድሚ ሕዚ ዝስማዕማዕ እንተኮይኑ ክፍርም ይኽእል፣ እንተዘይክኢሉ ግን ናብዚ ዓመት እዚ እታ ጋንታ ዝለቀሉ ባይታ ንምፍጣር ከም ዝወሰነት እዩ ዝተገለጸ። ነዚ ውሳነ እዚ እውን ንወከልቲ ቪኒሽስ ጁኒየር ከም ዘረጋገጸት እውን ፍልፍላት እንዳጠቀሱ ይርከቡ። ብራዚላዊ ኮከብ ቪኒሽስ ጁኒየር ኣብ ዝመጽእ 2027 ምስ ሪያል ማድሪድ ዘለዎ ኮንትራት ዘበቅዕ እንትኸውን ኣብ ዝመጽእ ዓመት ብነጻ ክይለቅቅ ብምባል ድማ ሪያል ማድሪድ ክልተ ኣማራጺ ንቪኒሽስ ጁኒየር ኣቕሪባላ። እቲ ሓደ ሪያል ማድሪድ ዘቕረበቶ ኮንትራት ኣብ ዝመጹ ሒደት ኣዋርሕ ክፍርም እንተዘይኮይኑ ድማ ኣብ ዝመጽእ ዘሎ ክረምቲ ዕስራ ዕስራን ሽዱሽተን ካብ ጋንታ ሪያል ማድሪድ ክለቅቕ ናብ ዕዳጋ ዝቐርበሉ ባይታ ሒዛ ከም ዝቐረበት እዩ ዝወጹ ዘሎ ሓበሬታ ዘመላኸትም። ኣሰልጣኒ ጋንታ ሪያል ማድሪድ ዣቪ ኣሎንሶ ኣብ ዝመፁ ሰለስተ ወሰንቲ ግጥማት ዓወት ዘይቐንዖ እንተኾይኑ ካብ ሓላፍነት ክእለ ምዃኑ ተገሊጹ ኣሎ። ኣብ ዝሓለፉ ሸሞንተ ግጥማት ክልተ ዓወት ጥራሕ ከመዝግብ ዝኸኣለ ብዣቪ ኣሎንሶ እትምራሕ ሪያል ማድሪድ ኣትያቶ ካብ ዘላ ናይ ውፅኢት ቅልውላው ንክትወፅእ ሰለስተ ናይ ግጥማት ዕድል ንዣቪ ኣሎንሶ ተዋሂቡ ኣሎ። መጻኢ ሰንበት ሪያል ማድሪድ ኣንጻር ኣለቪስ ኣብ እተካየዶ ግጥም ሪያል ማድሪድ ሰለስተ ነጥቢ ወኒና ብዓወት ካብ ሜዳ እንተዘይወፀ ዣቪ ኣሎንሶ ካብ ሓላፍነት ክሰናበት ምዃኑ ተገሊጹሎ ኣብ ዝመጽእ ረቡዕ እውን ጋንታ ሪያል ማድሪድ ኣብ ግጥም ኮፓ ዲላሪ ምስ ታላቬራ ኣብ እተካየዶ ጸዋታ እውን ዓወት ዘይቐንዖ እንተኾይኑ ዣቪ ኣሎንሶ ክሰናበት ምዃኑ ተገሊጹ ኣሎ። ዣቪ ኣሎንሶ ነዞም ግጥማት ብዓወት ዋላ እኳ እንተዛዘበ፣ ድሕር ሰሙን ኣንጻር ሲቪያ ጋንትኡ ኣብ እተካይዶ ግጥም እውን ብተመሳሳሊ ምስ ሰለስተ ነጥቢ ዓወት ሒዙ እንተ ዘይመጽኡ ካብ ሓላፍነቱ ዝእለየሉ ዕድል ከም ዘሎ እዩ ዲያርዮ ኣስ ዝተብሃለ መርበብ ሓበሬታ ዝጠቐሰ። ማርክ ጉሄ ኣብ ዝመጽእ ወርሒ ጥሪ መስኮት ዝውውር ተጻወትቲ ናብ ዝተፈላለዩ ጋንታታት ናይ ምስውዋር ዕድል ከም ዘለዎ ተገሊጹ ኣሎ። ኣብ ዝመጽእ ወርሒ ጥሪ ነጻ ወኪል ዝኸውን ማርክ ጉሄ ብነጻ ካብ ምልቃቕ ኣብ ዝመጽእ ዘሎ ወርሒ ጥሪ ንክሪስታል ፓላስ ውሱን ገንዘብ ብምሃብ ካብ ጋንታ ክለቅቕ ከም ዝኽእል እንዳተገለጸ ይርከብ። ኮኸብ ተጻዋታይ ክሪስታል ፓላስን እንግሊዝን ዝኾነ ማርክ ጉሄ ኣብ ዝሓለፈ ክረምቲ ናብ ሊቨርፑል ክጽንበር ኣብ ጫፍ በጺሑ ዋላ እኳ እንተጸንሐ ብሰንኪ ኣሰልጣኒ እታ ጋንታ እቲ ዝውውር ክፈርስ ክኢሉ እዩ። ሕዚ እውን ሊቨርፑል እቲ ተፃዋታይ ናይ ምርካብ ዕድል ዋላ እኳ እንተሃሎ፣ ባርሴሎና፣ ሪያል ማድሪድ፣ ባየር ሙኒክ ድማ ነቲ ተፃዋታይ ዝሓሸ ኮንትራት ሒዘን እንተመፅኤን ክጨውየኦ ከም ዝኽእላ እንዳተገለፀ ይርከብ። ኣብ መወዳእታ ክቡራትን ፍትዋትን ተኸታተልትና ድማ ሎማዕንቲ ኣብ ዝተፈላለዩ ሊጋት ኣውሮፓ ዝካየዱ ግጥማት ጥቆማ ናባኹም ብምባል ምድላውና ክንዛዝም ኣብ ጣልያን ሰሪኤ ሊቼ ንፒሳ ኣብ ሜዳ ክትእንግድ እያ ኣብ ፈረንሳይ ሊጋን ድማ ኣንገርስ ንናትስ ክትእንግድ እያ ኣብ ጀርመን ቡንደስ ሊጋን ድማ ዩኒየን በርሊን ንኣርቢ ላይፕዚግ ትእንግደሉ ብሉፅ ጨዋታ እውን ሎማዕንቲ ምሸት ዝካየድ እንትኸውን ኣብ ስፓኒሽ ላሊጋ ሪያል ሶሲዳድ ምስ ጄሮና ዘካየድዎ ብሉፅ ፀዋታ እውን ትፅቢት ይግበር።